ሃለሉያ ተመላለስ መንፈስ ቅዱስ ጉባኤና ነረክበካልና እግዚኣብሔር መንፈስ ቅዱስ ገዛ ርእስና ነረክበካልና መንፈስ ቅዱስ ፍሉይ ኢኻ ንስኻ ዝመስለካ የለን ጎይታ ኣብ ሰማያት ኣብ ምድሪ ኣብ ኩሉ ፍጥረት ከማኻ የለን እግዚኣብሔር ንሰማያትን ኣብኡ ዘሎን ምድርን ኣብኡ ዘሎን ባሕሪ ኣብኡ ዘሎን ዝፈጠርካ እግዚኣብሔር ወላ ሓደ ይመስለካኒ ተመላለስ ኣብዚ ጉባኤ ተመላለስ ኣብዚ ጉባኤ

ዝሰኣነካ የለን መንፈስ ቅዱስ ብዕቤትን ብስልጣን ዝመሳሰለካ የለን እግዚኣብሔር ኩሉም ብኩሉን ኢኻ እግዚኣብሔር ንፅበየካ ኣለና መንፈስ ቅዱስ ከምቲ ኩሉ ሳዕ ሕጂ እውን መዝሙር ኮንካ እግዚኣብሔር ስለተገለፅካ ማእኸልና ኣምልኾ ኮንካ ኣብ ማእከልና ስለ ተገለጽካ ሕጂ ድማ እግዚኣብሄር ቃልካ ክትምህረና ቃሉ ልኢኹ ኣሕወዮም ከም እተባህለ ቃልካ ልኢኽካ ኣሕወየና ድኻምና ውሰድ እስኻ እግዚኣብሄር ሕማምና ውሰድ መስበርትና ዘመን እግዚኣብሄር ተመስገን ጎይታ ስለዚ ኣጋምሸት ተመስገን ጎይታ ስለ ቃልካ ተመስገን ሕጂ ከኣ ቃልካን መንፈስ ቃልካን ከተፍስሰልና ናባኻ ንምዕቆብ ኣለና የዒንቲ ነፍሲ ወከፍና ናባኻ ይጥምታ ኣለዋ እግዚኣብሄር ኣብ ርሑቕ ኣብ ቀረባ ኮይና ናባኻ ንጥምታ ኣለና ተስፋና ንስኻ ኢኻ መጎስና ንስኻ ኢኻ ክእለትና ንስኻ ኢኻ ብቕዓትና ንስኻ ኢኻ ፍልጠትና ንስኻ ኢኻ ምግላጽና ንስኻ ኢኻ ቃልካ ለኣኸልና እግዚኣብሔር ቃልካ ምሳኻ ኣሎ ግለጸልና እግዚኣብሔር ቃልካ ግለጸልና መንፈስ ቃልካ ኣፍሲስካ እግዚኣብሔር ኣብ ዘዘለናዮ ንስኻ እግዚኣብሔር ቦታ ኣይድርተካን እሞ ብዘይ ምድራናዮ ብጽሓና ጎይታ ስለ ሰናይካ ተመስገን ስለ ህላውነትካ ተመስገን ስለ ትብዓትካ ተመስገን ስለ ተኣምራትካ ተመስገን እግዚኣብሄር ከምቲ ባርያኻ ዳዊት ዝበሎ ኣብ ቃልካ ተኣምራት ክርእስ የዒንተይ ክፈተለይ ከም ዝበለ ሎሚ የዒንትና ክትከፍት እግዚኣብሄር ኣብ ቃልካ ድንቅን ተኣምራትን ክትርእየና ነፍሲ ወከፍና ናባኻ ይጥምታ ኣለዋ እግዚኣብሄር ሓሚምና ንዝመጻና ፈውሲ ተሰቢርና ንዝመጻና ምዝናን እግዚኣብሄር ወዲቕና ንዝመጻና ምትንሳእ ክኾነልና ወእግዚኣብሄር ናባኻ ንጥምት ኣለና። እግዚኣብሔር ኣቦ ኣቦ ብርሃናት ምምላህ ጻሎ ዘይብልካ ምንጪ ኩሉ ሰናይና ንስኻ ኢኻ ክብሪ ውን ዝግብኣካ በይንኻ ኢኻ በተፍቅሮ ወድኻ ብየሱስ ክርስቶስ ስም ክብሪ ንበካ ኣሜን እሺ እግዚኣብሔር ይመስገን ተኺልና ናይ ለማዓን ትምህርትና ራእይ ዮሐንስ ምዕራፍ ዓሰርተ ክንመሃር ኢና ምዕራፍ ትሽዓተ ዝሓለፈ ሰሙን ተማሂርና ነርና ምናልባት ምዕራፍ ትሽዓተ ክንመሃር ኢና ማለት እዩ ክብሪ ንኣምላኽ ይኹን እግዚኣብሄር ሰናይ ስለ ዝኾነ ክብሪ ንኣምላኽ ይኹን እግዚኣብሄር ሰናይ እዩ ኣብ ዝፋኑ ከኣ ኣሎ ክብሪ ንኣምላኽ ይኹን እግዚኣብሄር ኣይልወጥን እዩ ስለዚ እቲ ዘይልወጥ እግዚኣብሄር ከም ዝኸፈተልና ደገ ክንመሃር ኢና ክብሪ ንኣምላኽ ይኹን ኣብ ምዕራፍ ሓደ ከም ተዝክርዎ ጎይታ የሱስ ክርስቶስ ን ዮሃንስ ዝተገልጸሉ እቲ ዝትርእዮ ዘለኻ ነቲ ዘሎን ነቲ ዝኸውንን ነቲ ብሕኡ ብሽዑ ብድሕሪኡውን ዝኸውንን ጸሓፎ ከም ዝበሎ ርኢና ኔርና ካብ ምዕራፍ ክልተ ስጋብ ሰለስተ ዘሎ ድማ ኣብኡ ድማ ነተን ሸውዓተ ማሕበራት ጎይታ የሱስ ዘመሓላለፎ ንሸውዓተ ማሕበራት ወላ ይኹን እምበር ኣብ ኩሉ ዘመናት ንዘለዋ ማሕበራት ንዓናውን ከም ዝምልከተና መንፈስ ቅዱስ ትእዝኒ ዘለዎ እቲ መንፈስ ንማሕበራት ዝብለን ዘሎ ይስማዕ ስለ ዝብል ብኡ ተረዲእናዮ ኣለና። ብድሕሪኡ ድማ ኣብ ምዕራፍ ካብ ምዕራፍ ኣርባዕተ ክሳብ ምዕራፍ ዓሰርተ ትሽዓተ እቲ ብርቱዕ ጸበባ ዝበሃል ወይ ከኣ ምዕራፍ ኣርባዕተ እታ ማሕበር ወይ ከኣ ማታቱታ ዝብል ናይ ግሪክ ቃል ብድሕሪ እዚ ዝኸውን ማሕበር ምስ ገዓዘት ዝኸውን ኣብቲ ብርቱዕ ጸበባ ዝኸውን ካብ ምዕራፍ ኣርባዕተ ክሳብ ምዕራፍ ዓሰርተ ትሽዓተ ገጹ ኢና ንረኽቦ። ኣብ ዘለናዮ ዘመን ኣብኡ ሎሚ ማሕበር ኣምላኽ ትሳደደሉ ዘመን ብዙሕ መከራ ትሓልፈሉ ዘመን እዩ ነገር ግን ካብቲ ዝመጽእ ብርቱዕ ጸበባ ግን ንማሕበሩ ክሕልዋ ምዃኑ ጎይታ ተስፋ ኣትዩ ኣሎ ክብሪ ንኣምላኽ ኹን ሽዑ ኣብ ምዕራፍ ሓሙሽተ እቲ ማሕተም ዝፈትሖ ይሰኣን እሞ እቲ ናይ ይሁዳ ኣንበሳ የሱስ ክርስቶስ ብቑዕ ኮይኑ ኣሎ ተባሂሉ ኣብ ምዕራፍ ሽዱሽተ ክሓትሞ ክፈትሖ ይጅምር። እቶም ኣርባዕተ ሕብርታት ዘለዎም ኣፍራስ ድማ ኣብኡ ንረኽቦም ማለት እዩ። ኣብ ምዕራፍ ሸውዓተ ሽዑ እቶም ሚእትን ኣርብዓን ኣርባዕተን ሽሕ ዝኣኽሉ ክሕተሙ ዝግብኦም ካብ ነፍሲ ወከፍ ነገድ ናይ እስራኤል ዓሰርተ ክልተ ሽሕ ንሳቶም ድማ ኣብቲ ዘመን ጸበባ ወንጌል ከም ዝሰብኩ ሎሚ ዘመን ኣህዛብ ስለ ዝኾነ ኣህዛብ እዮም ወንጌል ዝሰብኩ ዘለዉ ኣብቲ ብርቱዕ ጸበባ ግን ካብ ነፍሲ ወከፍ ነገድ ዓሰርተ ክልተ ሽሕ ዝኣኽሉ ደቂ እስራኤል ከሕተሙ እዮም እቲ ማሕተም ስለ ዘለዎም ድማ ካብ ኩሉ ክፉእ ክሕልዎም እዩ ማለት እዩ ብድሕሪኡ ኣብ ምዕራፍ ሸሞንተ ከኣ ንፍርቂ ሰዓት ዝኸውን ስቕታ ምስ ኮነ ኣብኡ ዝተወሰነ ግዜ እቶም እቲ ማሕተም ተወዲኡ ናብ መለኸት ምሕታ ምንፋሕ ኮይኑ ሽዑ ሽውዓተ መለኸት ክነፍሑ ሽውዓተ መላእኽቲ ከም እተዳለዉ ንርኢ። ሽዑ እቶም ኣርባዕተ መላእኽቲ መለኸት ከም ዝነፍሑ ንርኢ። ኣብ ምዕራፍ ትሽዓተ ኸኣ ኣብኡ ኸኣ እንታይ ንርኢ እቲ ሻምናይ መልኣኽ ወይ ከኣ እቲ ሓምሻይ መልኣኽ ዝብለ እቲ ሓምሻይ መልኣኽ መለኸት ከም ዝነፍሐ እሞ ካብ ሰማይ ኮኾብ ከም ዝወረደ ኣብኡ ኸኣ እቲ ናይ ጸረ ክርስቶስ መንፈስ ከም ዝወጸ። ሎማዕንቲ ንማሃሮ ምዕራፍ ዓሰርተ እዩ ማለት እዩ ምዕራፍ ዓሰርተ ምዕራፍ ትሽዓተ ምስ ረኣና ሕጂ እታ ናይ መጨረሻ ዘላ መለኸት ሻብዓይ መለኸት ቅድሚ ምንፋሓ ኣብ ከባቢ ኣርባዕተ ምዕራፍ ዝኸውን ክኸይድ እዩ ኣብ ምዕራፍ ዓሰርተ ሓሙሽተ እዩ እቲ ሻብዓይ መለኸት ክንፋሕ፣ እቲ ሻብዓይ መለኸት ምስ ተነፍሐ ከኣ ሸውዓተ ካልእ ጽዋእ ክመጽእ እዩ ማለት እዩ። ስለዚ ሎማዓንቲ ምዕራፍ ዓሰርተ እንርእዮ ገለ ክፍሊ ከንብብ እየ እሞ ክብሪ ንኣምላኽ ወንቲ ክፍሊ መሰንበብክዎ እተወሰነ ከንብብ እየ ካብ ቁጽሪ ሓደ ክሳብ ሰለስተ ዘሎ ክንብብ እየ ካልእ ብርቱዕ መልኣኽ ከኣ ደመና ተወንዚፉ ካብ ሰማይ ክወርድ ከሎ ርኤኹ። ትምህርቲ ስለ ዝኾነ ክትከታተሉኒ ብትዕግስቲ ሓደራ እብለኩም። ኣብ ልዕሊ ርእሱ ኸኣ ቀስቲ ደበና ኣሎ፣ ገጹ ድማ ከም ጸሓይ እዩ፣ ኣእጋሩ እውን ከም ኣዕኑድ ሓዊ እዩን፣ ኣብ ኢዱ ኸኣ ሓንቲ ንእሽቶ ግንጽልቲ መጽሓፍ ኣላቶ። ነታ የማነይቲ እግሩ ኣብ ባሕሪ ረገጸላ፣ ነታ ጸጋመይቲ ድማ ኣብ ምድሪ ረገጸላ። ከምዚ ጓዝም ኣንበሳ ኸኣ ዓው ብዝበለ ድምጺ ጨደረ፣ ምስ ጨደረ ኸኣ እቶም ሸውዓተ ነጐራታት ብድምጾም ተዛረቡ ይብለና። ሕጂ ኣብዚ ካብ ሓደ እስካብ ሰለስተ ዘንብቦ ዘለኹ እንታይ እዩ ካልእ ብርቱዕ መልኣኽ ከኣ ደመና ተወንዚፉ ካብ ሰማይ ክወርድ ከሎ ርኤኹ፣ ኣብ ልዕሊ ርእሱ ኸኣ ቀስተ ደመና ኣሎ ይብለና ኣሎ። እዚ መልኣኽ እዚ ካልእ መልኣኽ እዩ። ምናልባት ምናልባት እዚ መልኣኽ እዚ መን መልኣኽ እዩ ንዝብል ነገር እስኪ ብመጽሓፍ ቅዱስ መሰረት ገለ ናይ መጽሓፍ ቅዱስ ምሁራት ክርስቶስ እዩ ዝብሉ ኣለዉ። እስኪ ክርስቶስ ተኮይኑ እስኪ ምናልባት ክንሪኦ ንኽእል ኢና ቅድሚ ክርስቶስ ድዩ ኣይኮነን ምባልና ንሳቶም ክርስቶስ ንኽብልዎ ዘብሎም ምኽንያታት ኣሎ ብርግጽ ኣብቲ ክፍሊ ከም ዘንበብክዎ ደመና እዩ ተወንዚፉ ዘሎ ካብ ሰማይ ክወርድ ከሎ እዚ ደመና ተወንዚፉ ዝብል ዘሎ መጽሓፍ ቅዱስና ብዛዕባ ክርስቶስ ብዙሕ ግዜ ብዛዕባ እግዚኣብሄር ኣብ ዘጸኣት ምዕራፍ ዓሰርተ ሽዱሽተ እንተ ደኣ ርኢናዮ፣ ቍጽሪ ዓሰርተ ኣብኡ እንታይ እዩ ዚብል፣ እግዚኣብሄር ድማ ብቐትሪ ዓንዲ ደበና፣ ብለይቲ ኸኣ ዓንዲ ሓዊ ዀይኑ፣ ንደቂ እስራኤል ይመርሖም ከም ዝነበረ፣ እዚ ደበና ዚብል ምስ ኣምላኽ ባዕሉ ዝተሓሓዘ ምዃኑ የርእየና እዩ። ኣብ መዝሙር ሚእትን ኣርባዕተን ቍጽሪ ሰለስተ ኸኣ ከምዚ ይብል፣ ንርሻንካ ኣብ ሰማያት ሃነጽካዮ፣ ንደበናኻ ንደበናስ ሰረገላኻ ገበርካ፣ ኣብ ኣኽናፍ ንፋስ ኴንካ ኸድካ እብለና። ስለዚ፣ ንደበና፣ ሰረገላኻ ገብርካ ስለ ዝብሎ ንእግዚኣብሄር ደበና ተወንዚፉ እዚ መልኣኽ እዚ ምምጽኡ ክርስቶስ ክኸውን ይኽእል እዩ የብሎም እዩ ምናልባት ኣብ ማቴዎስ ዓሰርተ ሸውዓተ ከኣ እንተ ርኢናዮ ኣብኡ ኣብቲ ከረን ምልዋጥ ደቂ እስራኤል ኣብቲ ከረን ምልዋጥ እቶም ዓሰርተ ክልተ ደቂ መዛሙርቲ ኢየሱስ ክርስቶስ ዝብል ቃል እዩ ኣብኡ እቶም ሰለስተ ምስ የሱስ ምስ ደየቡ፣ ጴጥሮስን ያእቆብን ዮሃንስን ማለት እዩ፣ ኣብቲ ከረን ምልዋጥ የሱስ ክልወጥ ከሎ ኣብኡ ደበና ኣጎለበቦ እዩ ዝብል። ስለዚ እዚ ደበና ዝብል ምስ የሱስ ክርስቶስ ብዙሕ ግዜ ንረኽቦ ኢና። ብፍላይ ኣብ ሉቃስ ዕስራን ሓደን ዕስራን ሸውዓተን ከኣ ምስ ዳግም ምጽኣቱ ከምዚ ይብለና፣ ሽዑ ንወዲ ሰብ ምስ ብዙሕ ሓይልን ግርማን ብደበና ሰማይ ክመጽእ ከሎ ክርእይዎ እዮም። ደበና ሰማይ ዝብል ምስ ናይ የሱስ ክርስቶስ ከም ዝኸይድ ብዙሕ ግዜ ንሪኦ ኣብ ግብሪ ሃዋርያት ሓደ ሸውዓተ ውን የሱስ ክርስቶስ ክዓርግ ከሎ ንሰማያት ገጹ ደበና ከኣ ተቀበለቶ ይብለና ኣብ ራእይ ምዕራፍ ሓደ ቁጽሪ ሸውዓተ ኣብ ራእይ ምዕራፍ ባዕሉ ከኣ እንሆ ብደመና ይመጽእ ኣሎ ኩለን ኣዒንትን እቶም ዝወግዎን ከኣ ክሪእዎ እዮም ይብለና ስለዚ ብደበና ይመጽእ ኣሎ እቲ መልኣክ ደመና እዩ ተወንዚፉ ዘሎ የሱስ ክርስቶስ ከኣ ኩሉ ግዜ ምስ ደመና ዝከይድ ንረኽቦ ኢና ማለት እዩ። ካልእ ኣብ ራእይ ምዕራፍ ኣርባዕተ ቁጽሪ ሰለስተ ውን ኣብ ልዕሊ ርእሱ ከኣ ቀስተ ደመና ዝብል ኣለዎ ኣብዚ እዚ ሰብኣይ እዚ መልኣኽ እዚ ኣብ ልዕሊ ርእሱ ቀስተ ደመና ኣለዎ ኣብ ኣርባዕተ ሰለስተ ከኣ ተቐሚጥዎ ዝነበረ ከኣ ትርኢቱ እምኒ ያስጲስ ሰርጵዮስን ይመስል ነቲ ዝፋን ድማ ስራገመድ ዝመስል ቀስተ ደመና ከቢብዎ ነበረ ይብለና ስለዚ ቀስተ ደመና ከቢብዎ ነበረ ስለዚ ዝመሳሰል ስለ ዘለዎ በዚ እዮም የሱስ ክርስቶስ ክኸውን ይኽእል እዩ ዝብልዎ ምናልባት ኣብ ዘፍጥረት ትሽዓተ ዓሰርተ ሰለስተ እውን ቀስተይ ኣብ ደመና እንብር ኣለኹ ንሱ ድማ ነቲ ኣብ መንጎይን ኣብ መንጎ ምድርን ዘሎ ኪዳን ምልክት ክኸውን ኢልዎ ስለዚ ደበና ዝብል በዚና ንረኽቦ ካልእ እዚ መልኣኽ እዚ ገጹ ከም ጸሓይ ኢልዎ፣ ገጹ ከም ጸሓይ ኢልዎ። ኣብ ራእይ ዮሃንስ ምዕራፍ ሓደ ቁጽሪ ሽዱሽተ ከኣ ብዛዕባ የሱስ ክርስቶስ ትርኢቱ እውን ከምታ ብሓይሊ እተብርህ ጸሓይ እዩ ኢልዎ። ብዛዕባ ኣእጋር እዚ መልኣኽ እዚ ከኣ ኣእጋሩ እውን ከም ኣብ ኣዕኑድ ሓዊ እየን እብለና። ኣብ ራእይ ሓደ ዓሰርተ ሓሙሽተ ብዛዕባ የሱስ ክርስቶስ ከኣ ኣእጋሩ ኣብ ሓጎዶ ከም ዝረሰነ ዘንጸባርቕ ኣስራዚ ሊባኖስ ይመስላ ኣለና። ስለዚ ኣእጋሩ እውን ይመሳሰል እዩ። ካልእ ከም ዝጓዝም ኣንበሳ እዩ ተዛሪቡ። ብዛዕባ ዝጓዝም ኣንበሳ ከኣ መጽሓፍ ቅዱስና ብዙሕ ይዛረብ እዩ። ገለ ከንብበልኩም ኣብ ኢሳያስ ሰላሳን ሓደን ቁጽሪ ኣርባዕተን ሓሙሽተን ከምዚ ይብለና። እግዚኣብሄር ከምዚ ኢሉኒ እዩ እሞ፣ ከምቲ ኣንበሳን ሽለን ኣንበሳን ብዙሓት ጓሶት እኳ ተጸዋዊዖም እንተ መጹዎ ብግዳዩ ዘይዝጓዝም፣ ብድምጾም ዘይስንብድን ብጭራሕ ምራሖም ዘይፈርህን፣ ከምኡ እግዚኣብሄር ጐይታ ሰራዊት ኣብ ከረን ጽዮንን ኣብ ኩድኩዳኣን ምእንቲ ክዋጋእ ክወርድ እዩ ይብለና። ስለዚ ሽደን ኣንበሳ ዝብል ከም ኣንበሳ ከም ዝጓዘመ ኣንበሳ ይብሎ ኣሎ መጽሓፍ ቅዱስና ንእግዚኣብሄር ከም ኣንበሳ ከም ዝምስሎ ኣብ ካልእ ምናልባት ኣብ ራእይ ሓሙሽተ ሓሙሽተ እውን ነቲ ማሕተሞም ክፈትሖ እንሆ ናይ ይሁዳ ኣንበሳ ዘርኢ ዳዊት ሱር ዳዊት ዝኾነ ንሱ እውን የሱስ ክርስቶስ እዩ ኣብ ሆሴእ ተኸይድና እውን ኣብ ሓሙሽተ ዓሰርተ ኣርባዕተ እንታይ ይብለና እግዚኣብሄር ኣብ ኣሞጽ ዓሰርተ ዓሰርተ ሓደ ኣብ ኣሞጽ ሰለስተ ሸሞንተ ኣብ ሰለስቲኡ ክፍልታት ብዛዕባ እግዚኣብሄር በንበሳ ከም ዝምሰል መጽሓፍ ቅዱስና እግዚኣብሄር ተዛሪቡ ኣንበሳ ነቂዩ መን እዩ ዘይፈርህ እግዚኣብሄር ተዛሪቡኸ መን እዩ ዘይንበ ይብለና ስለዚ ናይ ይሁዳ ኣንበሳ ዝኾነ የሱስ ክርስቶስ ምስ ኣንበሳ በንበሳ እዩ ዝመሳሰል እዚ ኸኣ ከም ዝጓዝም ኣንበሳ እዩ ተዛሪቡ እምበኣር መጽሓፍ ቅዱስና ካልእ ምናልባት ኣብ ብሉይ ኪዳን እቲ መልኣኽ ወይ ከኣ ናይ ንግዜሱስ ክርስቶስ ከም መልኣኽ ወይ ከኣ ከም መልሃኽ ምግሃድ እግዚኣብሔር ኮይኑ ከም ዝግለጽ ንርእ ኢና ስለዚ በዚታት ጌሮም እዚ የሱስ ክርስቶስ ክኸውን ይኽእል እዩ ዝብሉ ኣለዉ ነገር ግን መጽሓፍ ቅዱስ ዕሙቕ ኢልና እንተርኢናዮ ግን የሱስ ክርስቶስ ከም ዘይኮነ ዘመልክተና ከኣ ብዙሕ ነገር ኣሎ እዚ መልኣኽ እዚ መጀመርያ እዚ መልኣኽ እዚ ካልእ ብርቱዕ መልኣኽ ምባሉ፣ ቅድሚኡ ብዛዕባ እዞም ሸውዓተ መለኸት ዝነፍሑ ዝነበሩ መላእኽቲ ርኢና ኣለና። እሶም መላእኽቲ እዮም። ሕጂ እዚ ካልእ ብርቱዕ መልኣኽ ክብል ከሎ ሕጂ ኣብቲ ናይ ግሪኽ ቃል ኣሎስ ዝብል ናይ ግሪኽ ቃል እዩ። ሕጂ እዚ ኣሎስ ዝብል ዘሎ ቃል እንታይ ማለት እዩ? ከም ዘለዎ ብዓይነትን ብዓቐንን ከምቲ ቅድሚኡ ዝነበረ መልኣኽ እዩ ማለት እዩ። ስለዚ እቶም ሸውዓተ መላእኽቲ ርኢናዮም ኣለና፣ ከምኦም ዝኾነ ካልእ ከምኦም ዝኾነ ብዓይነቱ ማለት እዩ። ምናልባት መልኣኽ ኮይኑ ምናልባት ካልእ ኩሩቤል ወይ ከኣ ካልእ ዓይነት መልኣኽ ንበሎ ኩሩቤልን ሱሩፌልን በበይኖም ንበሎም እንተ ደኣ እዚ ዝነበረ መልኣኽ ምስቶም ኩሩቤል እንድሕር ደኣ ዘይነይሩ እሞ ካብ ኩሩቤል ናብ ካልኦት ዓይነት መልኣኻት እንድሕር ደኣ ክኸይድ ኮይኑ ካልእ ዓይነት መልኣኽ ንኸመልክት መጽሓፍ ቅዱስና ሄትሮስ ዝብል ናይ ግሪኽ ቃል እዩ ዘመልክት መልኣኽ ኮይኑ ካልእ ዓይነት መልኣኽ ነገር ግን ከም ዘለዎ እቲ ዓይነት መልኣኽ ክሩቤል እንተ ነይሩ ኮይኑ ክሩቤል ካልእ መልኣኽ እንድሕር ከመልክት ኮይኑ ግን ኣሎስ ዝብል ቃል እዩ ዝጥቀም ማለት ስለዚ ከም ዘለዎ ካልእ ብርቱዕ መልኣኽ ክብል ከሎ ብዓይነቱ ካልእ እዩ ነገር ካልእ መልኣኽ እዩ እቲ ቅድሚኦም ዝነበሩ ሸውዓተ መልኣኽቲ ከምኦም ዝፍጥረቱ ከምኦም ዝዓይነቱ ካልእ መልኣኽ ስለ ዘመልክት መልኣኽ እዩ ማለት እዩ ምናልባት መጽሓፍ ቅዱስና መላእኽቲ ብስልጣን፣ ብግርማ፣ ብፕሪንሲፓሊቲ፣ ብዓይ፣ ብኹሉ ይፈላለዩ ምዃኖም ይነግረና እዩ። ስለዚ ምናልባት ብስልጣን፣ ብሓይሊ፣ ብገለን ብዝተፈላለየ ብዝፋን እግዚኣብሔር ብዝሃቦም ስልጣናትን ሕልቅነታትን ይፈላለዩ ይኾኑ። ብሓይሊ ይፈላለዩ ይኾኑ ስለዚ እዚ ብርቱዕ መልኣኽ ይብለና ኣሎ መጽሓፍ ቅዱስ ብርቱዕ መልኣኽ ኢልዎ ኣሎ መጽሓፍ ቅዱስ ከም ዘለዎ ብርቱዕ መልኣኽ ነገር ግን ምስቶም መላእኽቲ ከምኣቶም ምዃኑ ኣምላኽ ከኣ ንመላእኽቲ ምናልባት መላእኽቲ ንባዕላቶም ካብቲ ባህሪ እግዚኣብሄር ካብ ምርኣዮም እተላዕለ ስለ ዝካፈሉ ዝረኣናዮ ብምልኡ ደበና ይኹን ናይ ጸሓይ ብርሃን ይኹን ካብቲ ኣብ ናይ እግዚኣብሄር ህልውና ምንባሮም ዝተላዕለ ዝተካፈልዎ ግርማ እዩ ክኸውን ዝኽእል ምናልባት ኣብኡ እንድሕር ርኢና ካልእ እውን እዚ መልኣኽ እዚ ክምሕል ከሎ በቲ ኣብኡ ዘሎ ምሒሉ ክምሕል ከሎ እንታይ ኢሉ እዩ ዝምሕል በቲ ሰማይን ኣብኡ ዘሎን ምድርን ኣብኣ ዘሎን ባሕርን ኣብኣ ዘሎን እግዚኣብሄር ጐይታ ሰራዊት እዩ ምሒሉ ማለት እዩ ስለዚ እዚ ኣምላኽ ባዕሉ ተዝኸውን ኔሩ እዚ እግዚኣብሄር ወይ የሱስ ክርስቶስ ተዝኾን ኔሩ መጽሓፍ ቅዱስና እግዚኣብሄር ብርእሱ እዩ ዝምሕል ስለዚ እዚ ውን ንባዕሉ ካልእ ኣብነት ክኾነና ይኽእል እዩ ቀዳማይ ነገር ካልእ ኣሎስ ከምኡ ዓይነት መልኣኽ ኢልና ኣሎ ብዓቢኡ ካልእ ድማ ጎይታ ብኣምላኽ ዘይኮነ ዝምሕል እግዚኣብሄር ብርእሱ እዩ ዝምሕል መጽሓፍ ቅዱስና ኣብ እብራውያን ሽዱሽተ ዓሰርተ ሰለስተ ኣምላኽ ንኣብርሃም ተስፋ ክህቦ ከሎ ዝምሕለሉ ካብኡ ዝዓቢ ስለ ዘይረኸበ ብሓቂ እናባረኽኩ ክባርኸካ እናብዛሕኩ ከብዝሓካ እየ ኢሉ ብርእሱ መሓለ እብለና ሕጂ እግዚኣብሄር ብርእሱ እዩ ዝምሕል እምበር ብኻልእ ኣይምሕልን እዩ ስለዚ እዚ መልኣኽ እዚ ግን ብእግዚኣብሄር በቲ ሰማይን ኣብኡ ዘሎን ምድርን ኣብኡ ዘሎን ባሕርን ኣብኡ ዘሎን ዝፈጠረ ኢሉ እዩ ዝምሕል ዘሎ። ንዕኡ ዝመስል ኣብ እብራውያን ሸውዓተ ዕስራ፣ ዕስራን ሓደን ከምዚ ይብለና፣ እዚ ግና በቲ እግዚኣብሔር ንስኻ ከም መዓርግ መልከጼደቅ ንዘለዓለም ካህን ኢኻ ኢሉ መሓለ፣ ኣይጠዓስን ከኣ እዩ፣ እተባህለሉ ማሕላ እዩ። እዚኣ ድማ ብዘይ ማሕላ ከም ዝኾነት እቲኣቶምስ ብዘይ ማሕላ ካህናት ኮኑ። እዚ እውን ንየሱስ ክርስቶስ ንዘለዓለም ካህን ክኸውን እግዚኣብሔር ክምሕል ከሎ ብርእሱ እዩ ምሒሉ። ምናልባት ንዓኣ ተመሰል ኣብ ግብሪ ሃዋርያት ክልተ ዕስራ መጽሓፍ ቅዱስና እምበኣርከ ንሱ ነቢይ ኮይኑ ዳዊት እዩ ካብ ፍረ ከርሱ ኣብ ዝፋኑ ዝቅመጥ ኣምላኽ ብማሕላ ከም ዝማሓለሉ ክንዲ ዝፈለጠ ኣምላኽ ክምሕል ከሎ ግን ብርእሱ እዩ ዝምሕል እዚ መልኣኽ እዚ ግን ብኣምላኽ በቲ ሰማይን ኣብኡ ዘሎን፣ ምድርን ኣብኡ ዘሎን፣ ባሕርን ኣብኡ ዘሎን እዩ ዝምሕል ዘሎ። እዚ ዅሉ ፍጥረት ከኣ መጽሓፍ ቅዱስ መጀመርታ ቓል ነበረ፣ እቲ ቓል ኣብ ኣምላኽ ነበረ፣ እቲ ቓል ኣምላኽ ነበረ፣ ኵሉ ብእኡ ዀነ፣ ብዘይ ብእኡ ዝዀነ የልቦን ዝተባህለሉ ኸኣ የሱስ ክርስቶስ ስለ ዝዀነ ብጐይታ ምምሓሉ ካልእ መልኣኽ ምዃኑ እዩ ዘመልክተና። እቲ ባህርያት ንጸሓይ ዝመስል ደበና ብምሉኡ ግን እዚታት ግን ምስ እግዚኣብሄር ናይ እግዚኣብሄር ክብሪ ዝርእዩ መላእኽቲ ካብ ናይ እግዚኣብሄር ክብሪ ከም ዝካፈሉ ብጣዕሚ ርግጽ እዩ ማለት እዩ። እምበኣር ስለዚ እዚ መልኣኽ እዚ መጀመርታ ክንፈልጦ እዚ መልኣኽ እዚ የሱስ ክርስቶስ ክኸውን ኣይክእልን እዩ። እዚ መልኣኽ እዚ ካልእ ኣሎስ ካልእ መልኣኽ እዩ ማለት እዩ። ካልእ ብድሕሪኡ እንታይ ኢሉ እቶም ሸውዓተ ነጎዳታት ምስ ተዛረቡ ኣነ ክጽሕፍ ደሌኹ እብለና። ካብ ሰማይ እውን ነቶም ሸውዓተ ነጐራታት ተዛረብዎስ ሕተ እሞ ኣይትጸሓፎ ዝብል ድምጺ ሰማዕኩ። እቲ ኣብ ባሕርን ኣብ ምድርን ደው ኢሉ ዝርኤኹዎ መልኣኽ ድማ ንየማነይቲ ኢዱ ናብ ሰማይ ኣቢሉ ዘርግሓ እሞ፣ ብመዓልታት ድምጺ እቲ ሳብዓይ መልኣኽ ንሱ መለኸት ክነፍሕ ምስ ተዳለወ፣ እቲ ምሥጢር ኣምላኽ ከኣ ከምቲ ነቶም ባሮቱ ነቢያት ዘበሠሮም ሽዑ ክፍጸም እዩ እምበር፣ ደጊምሲ ዘመን ኣይክኸውንን እዩ ኢሉ በቲ ንሰማይን ኣብኡ ዘሎን፣ ንምድርን ኣብኡ ዘሎን ንባሕርን ኣብኣ ዘሎን ዝፈጠረ ንዘለዓለም ዓለም ሕያው ኮይኑ ዝነብር መሓለ። እቲ ኻብ ሰማይ ዝሰማዕክዎ ድምፂ ኸዓ፣ ኪድ እሞ፣ ነታ ኻብ ኢድ እቲ ኣብ ባሕርን ምድርን ደው ኢሉ ዘሎ መልኣኽ ዘላ ንእሽቶ ግንፅልቲ መፅሓፍ ውሰዳ፣ ኢሉ ከም ብሓድሽ ምሳይ ተዛረበ በለና። እምበኣር፣ እዚ መልኣኽ እዚ መልኣኽ ምዃኑ፣ ስለዚ ሓደ ነገር ንርኢ ኣለና፣ ፅንሕ ኢለ ኽርእየ፣ ኣብ ሓደ እግሩ ኣብ ምድሪ ሓደ እግሩ ድማ ኣብ ባሕሪ ገይርዎ ኣሎ። ደሓር እቶም ሸውዓተ ነጎዳታት ተዛረብዎ ከኣ ሕቶሞ ኢልዎ እምበር ኣይተግህዶ ኣይትጸሓፎ ኢልዎ። መጀመርያ እዞም ነጎዳ ዝብል ቃል ነጎዳ እንታይ ማለት እዩ እዚ ነጎዳ እዞም ነጎዳ ተዛሪቦም ኣለዉ ይብለና ኣሎ ነጎዳ ተዛሪቦም ንዕኡ ዝመስል ኣብ ዮሃንስ ዓሰርተ ክልተ ዕስራን ትሽዓተን ሽዑ እቶም ደው ኢሎም ዘለዉ ህዝቢ እዚ ሰሚዖም ነጉድኡ በሉ ገሊኦም መልኣኽ እባ ደኣ ተዛረቦ በሉ እዚ ነጎዳ ዝብል ድምጺ ካብ ሰማይ ምዃኑ ካብ ኣምላኽ ምዃኑ ኢና ንምልከቶ ናይ ሰብ ክእለት ከም ዘይኮነ እዚ ነጎዳ ዝብል ናይ እግዚኣብሄር ድምጺ ምዃኑ ስለዚ ነገር ግን ኣብዚ ግን ንዮሃንስ ሕተሞ እምበር ኣይትጽሓፎ ስለ ዝበሎ እቲ ቃል ናብ ናይ ግሪኽ ቃል ስፈረጌሶን ዝብል ወይ ከኣ ሓደ ቃል እዩ እዚ ቃል እዚ ከኣ ኣይትጽሓፉ ዝብል ነገር ግን ትእዛዝ እዩ። እዚ ትእዛዝ እዚ ግን ሕተሞ ስለ ዝበሎ ገሊኣቶም ናይ ኣምላኽ ሰባት ስለዚ እምበኣር ኣብ ራእይ ዮሃንስ ገለ ክፋል ናይ ራእይ ዮሃንስ ኣይተገልጸን እግዚኣብሄር ክግለጽ ዘይደለዮ ክሕተም ዝደለዮ ክፋል እዩ ይብልዎ። ነገር ግን ምስቲ ሓፈሻዊ ናይ ራእይ ዮሃንስ መልእኽቲ ክንርእዮ ከለና ግን ራእይ ዮሃንስ ዝብል ቃል ንባዕሉ ኣፖክሊፕስ ዝብል ቃል ምቕላዕ ማለት እዩ። ሕጂ እግዚኣብሄር እናቐልዐ ከሎስ ክሓብእ ኣይክእልን እዩ። እናቐልዐ ከሎ እቲ መጽሓፍ ባዕሉ ብዛዕባ ምቕላዕ እዩ። እናቐልዐ ከሎ እንደገና ክሓብእ ኣይክእልን እዩ። ስለዚ እግዚኣብሄር ዘይቀልዖ ነገር ክህሉ ኣይክእልን እዩ። ምናልባት እዚ ነገር እዚ እንታይ ክኸውን ዝኽእል እንተ ደኣ ኢልና ኣብ ታሕቲ ክንርኢ ኢና። መጀመርያ ኣንትወይ ከም ዝረኣናዮ እዚ መልኣኽ እዚ ክምሕል ከሎ ማሕላ ዝብል ንባዕሉ ደቂ እስራኤል ክምሕሉ ከለዉ ካብ ኣብርሃም ጀሚርና ኣእዳዎም ንሰማይ ገጾም የልዕሉ እሞ ብስም እግዚኣብሄር እግዚኣብሄር ህያው እዩ ኢሎም እዮም ዝምሕሉ እቲ ሰማይን ኣብኡ ዘሎን ምድርን ኣብኡ ዘሎን ባሕሪን ኣብኡ ዘሎን እግዚኣብሄር ህያው እዩ ኢሎም ይምሕሉ ልክዕ ኣብ ዘፍጥረት ዓሰርተ ኣርባዕተ ዕስራን ክልተን ኣብርሃም ግና ንጉስ ሰዶም ኢደይ ናብ እግዚኣብሄር ኣልዓልኩ፣ ልዕል፣ ናብ እግዚኣብሄር ልዑል ኣምላኽ ጐይታ ሰማይን ምድርን ኣልዓልኩ ይምሕል እዩ ዘሎ። ሕጂ እግዚኣብሄር ህያው እዩ ብምባል ኣእዳዎም ኣልዒሎም እዮም ዝምሕሉ ነይሮም። ስለዚ እዚ መልኣኽ እዚ እውን ከምኡ እዩ ዝምሕል ዘሎ። እምበኣር፣ እዚ መልኣኽ እዚ እንተ ርኢናዮ ካበይ መጺኡ እቲ ጽሑፍ እንተ ኢልና ሓደ እግሩ ኣብ ባሕሪ ሓደ እግሩ ኣብ ምድሪ ኣቐሚጥዎ ኣሎ ነዚ ዝመስል ኣብ ዳንኤል ዓሰርተ ክልተ ሸውዓተ ከም ዘለዎ ኣሎ እምበኣር ዳንኤል እቲ ካብ ልዕልቲ ጣጢዕ እተገብረ ዓለባ እተኸድነ ኣብ ልዕሊ ማይ እትሪ ባውን ደው ዝበለ ሰብኣይ ይብለና። ንየማነይትን ጸጋመይትን ኣእዳዉ ናብ ሰማይ ኣቢሉ ኣልዓለ እሞ፣ ንዘመንን ዘመናትን ፈረቓ ዘመንን እዩ፣ እቲ ሓይሊ እቲ ቅዱስ ህዝቢ ጠሪሶም ምስ ሰበርዎ እዚ ኹሉ ነገር እዚ ክፍጸም እዩ ኢሉ በቲ ንዘልኣለም ህያው ኮይኑ ዝነብር ክምሕል ከሎ ሰማዕክዎ እብለና እምበኣር እዚ ነገር እዚ ብዛዕባ እዚ እውን ብዛዕባ ዘመንን ዘመናትን ፈረቓ ዘመንን ዝብል ዘሎ ሰለስተ ዓመትን ፈረቓን ምዃኑ ዘመን ዝብል ሓደ ዓመት እዩ ዘመናት ዝብል ክልተ ዓመት እዩ ፈረቓ ዘመን ዝብል ዘሎ ፍርቂ እዩ ስለዚ እዚ ብዛዕባ እቲ መጽሓፍ ቅዱስና ዝዛረቦ ወይ ከኣ ኣነ ንስኻትኩምን ንዛረበሉ ዘለና እቲ ጸቢብ ብርቱዕ ጸበባ ዝበሃል ሸውዓተ ዓመት እኳ እንተኾነ ነገር ግን እተን ሰለስተ ዓመትን ፈረቓን እቲ ጸረ ክርስቶስ ወይ ከኣ እቲ ናይ ጸረ ክርስቶስ መንፈስ ኣብ ምድሪ ሰላምን ደሓንን ዝመስል ከምጽእ ምዃኑ ደሓራይ ግን ሰላምን ደሓንን ኣሎ እናተባህለ ከሎ ድሕሪ ዘመንን ዘመናትን ፍርቂ ዘመንን ነቲ ዝነበሮ ኪዳን ኣፍሪሱ እንደገና ኣብ ብርቱዕ ጸበባ ስደት ከምዘእትዎም ነገር ግን እዚ ኣብ ዳንኤል ከምዘለዎ ንረኽቦ ማለት እዩ ስለዚ እዚ ኣብ ልዕሊ ማይ እቲ ርባውን ደው ዝበለ ሰብኣይ ንየማነይትን ጸጋመይትን ኣእዳዉ ናብ ሰማይ ኣልዒሉ ይብለና ስለዚ ደቂ እስራኤል ከምኡ እዮም ዝምሕሉ ነይሮም እዚ መልኣኽ እውን ይምሕል ኣሎ ልክዕ ድማ ዮሃንስ ነዚ ዝመስል እዩ ዝዛረብ ዘሎ ምናልባት ደጊምሲ ዘመን ክኸውን እዩ ዝብል ዘሎ ቃል ኣይክኸውንን እዩ ዝብል ዘሎ ኣብቲ ናይ ግሪክ ከኣ ኮሮኖስ ማለት ጊዜ ማለት እዩ ሕጂ እንታይ ማለት እዩ ጊዜ ጠጠው ይብል እዩ ማለቱ ኣይኮነን ነገር ግን ድሕሪ ሕጂ ጊዜ ኣይክህሉን እዩ ሕጂ ቀልጢፉ እግዚኣብሄር ፍርዲ ክገብር ምዃኑ ይዛረብ ኣሎ ምናልባት ኣብ ምዕራፍ ኣብ ምዕራፍ ሽዱሽተ ይመስለኒ ኣብኡ ክሳዕ መዓዝ ኢኻ ዘይትፈርድ ነቶም ኣብ ምድሪ ዘለዉስ ኸ ክሳዕ መዓዝ ኢኻ ሕነ ደምና ዘይትፈድዮም እናበሉ ጠርዑ ይብለና እዚኦም እቶም ቅዱሳን ክሳዕ መዓስ ኢኻ ኢሎም ክቕንዘዉ ከለዉ ገና ቁሩብ ዘመን ክዓርፉ ተባህለሎም ይብለና ሕጂ ኣብቲ መጀመርያ ክሳዕ መዓስ ኢኻ ክብልዎ ከለዉ እግዚኣብሄር ቁሩብ ዘመን ክዓርፉ ተባሂሉሎም ኣብዚ ግን ጎይታ እዚ መልኣኽ እንታይ ይብል ኣሎ ሕጂ ግና ጊዜ ኣይክህሉን እዩ ሕጂ ግና ፍርዲ ክኸውን እዩ ሕጂ ግና ቀልጢፉ እግዚኣብሄር ብሕነ ምፍዳይ ክትስእ እዩ ይብል ኣሎ እዚ ዘመን እዚ እንደገና ከዘክረኩም ኣሕዋተይ እቲ ሸውዓተ ዓመት ብርቱዕ ጸበባ ኣብ ምድሪ ዝህልወሉ ዘመን እዩ። ምናልባት ካብ ምዕራፍ ኣርባዕተ ክሳብ ምዕራፍ ዓሰርተ ትሽዓተ ራእይ ዮሃንስ እዚ ብርቱዕ ጸበባ እንታይ ከም ዝኸውን መጽሓፍ ቅዱስና ይምህረና ኣሎ። እዚ ብርቱዕ ጸበባ እዚ ክንዲ ዝብርትዕ ጸበባ ስለ ዝህልዎ ኣነን ንስኻትኩምን ሎሚ እንጸባበ ድልዋት ኮይንና ክንጸንሕ ይግብኣና። ተዘይኮነ ግን እዚ ኩሉ እናፈለጥና ከለና ሓደ መዓልቲ ጎይታ ንማሕበሩ ክእክብ ከሎ ንማሕበሩ ክእክብ ከሎ እንተደኣ ተሪፍና ግን በዚ ብርቱዕ ጸበባ እዚ ክንሓልፍ ኢና። እግዚኣብሄር ካብኡ ክስውረና ግን ኣቐዲሙ የጠንቅቐና ኣሎ። ኣብቲ ክፍሊ ዘንበብናዮ ዓንተወይ እምበኣር እቲ መልኣኽ ከምዚ ኢሉ፣ ብመዓልትታት ድምጺ እቲ ሰብዓይ መልኣኽ ንሱ መለኸት ክነፍሕ ምስ ተዳለወ፣ እቲ ምስጢር ኣምላኽ ከኣ ከምቲ ነቶም ባሮቱ ነብያት ዘበሰሮም ሽዑ ክፍጸም እዩ እምበር ደጊምሲ ዘመን ኣይክኸውንን'ዩ ኢሉ ሕጂ ደጊምሲ እቲ ሚስጢር ኣምላኽ ከኣ ከምቲ ነቶም ባሮቱ ነብያት ዘበሰሮም ንብለና ኣሎ። ሕጂ ሚስጢር ኣምላኽ ዝበሃል ኣሎዶ? ስለዚ እዚ ሚስጢር ኣምላኽ እዚ ከምቲ ንባሮቱ ተዛረቦ ከምኡ ክኸውን እዩ እምበር ኣይክዱንግን እዩ ስለ ዝበለ ሚስጢር ኣለዎ እግዚኣብሄር ዝተሓብኤ ሚስጢር ኣለዎ ማለት ድዩ መጀመርያ ሓቂዩ ሚስጢር ኣሎ። እዚ ኹሉ ንዛረቦ ዘለና ናይ ዓለም ምስጢር እዩ። መጽሓፍ ቅዱስና የሱስ ክርስቶስ ኣብ ማቴዎስ ዓሰርተ ሰለስተ ዓሰርተ ሓደ ምስጢር መንግስቲ ኣምላኽ ንዓኻትኩም ተዋሂቡ እዩ ኢልዎም። ነቶም ደገ ዘለዉ ግን ኣይተዋህቦምን ማለት እዩ። ኣብ ማርቆስ ኣርባዕተ ዓሰርተ ሓደ እውን ከምኡ ምስጢር እታ መንግስቲ ተገሊጽልና እዩ ማለት እዩ። ካልእ ኣብ ሮሜ ዓሰርተ ሓደ ዕስራን ሓሙሽተን ምስጢር ዑረት እስራኤል እንታይ ምዃኑ ገሊጽልና ኣሎ። ኣብ ቀዳማይ ቆሮንጦስ ዓሰርተ ሓሙሽተ ሓምሳን ሓደን ምስጢር ምንጣቕ ወይ ከኣ ምስጢር ምቑላብ ክርስትያናት እንታይ ምዃኑ ገሊጽልና ኣሎ። ብዙሕ ምስጢራት ዘለዎ መጽሓፍ ቅዱስና ንዓና ግን ብሩህ እዩ ማለት እዩ። ኣብ ኤፌሶን ሓደ ዓሰርተ ትሽዓተ ምስጢር ፍቓዱ እንታይ ምዃኑ ተነጊርና ኣሎ ኣብ ኤፌሶን ሓሙሽተ ሰላሳን ክልተን ምስጢር ክርስቶስን ማሕበሩን እንታይ ምዃኑ ተነጊርና ኣሎ ኣብ ኤፌሶን ሰለስተ ኣርባዕተ ቆሎሴ ሓደ ዕስራን ሽዱሽተን ዕስራን ሸውዓተን ከኣ ምስጢር ወንጌል ወንጌል ምስጢር እዩ ስለዚ እዚ ወንጌል ምስጢር እዚ ከኣ ንዓና ብሩህ እዩ ንዓለም ግን ምስጢር እዩ ማለት እዩ ኣብ ቀ ካልኣይ ተሰሎንቄ ክልተ ሸውዓተ ከኣ ምስጢር ምፍራስ ሕጊ ሕጂ ከኣ እንታይ ከልኪልዎ ከም ዘሎ ትፈልጥዎ ኢኹም ምስጢር ምፍራስ ሕጊ ከኣ እንታይ ምዃኑ ከኣ ተነጊርና ኣሎ ኣብ ቆሎሴ ክልተ ክልተ ከኣ ምስጢር ኣምላኽ ንሱ ከኣ ክርስቶስ የሱስ እንታይ ምዃኑ ተነጊርና ኣሎ። እምበኣር ካልእ እውን ብዙሕ ምስጢራት ኣለዋ ኣብ መጽሓፍ ቅዱስ። ኣብ ቀዳማይ ጢሞቴዎስ ሰለስተ ትሽዓተ ዲያቆናት ከምኡ ነቲ ምስጢር እምነት ትብለና ኣብ ንጹሕ ሕልና ሒዞም ስለዚ እቲ ምስጢር እምነት ግን ንዓኣታቶም ብሩህ እዩ ነገር ግን ንዓለም ግን ምስጢር እዩ መጽሓፍ ቅዱስ ኣብ ቀዳማይ ጢሞቴዎስ ሰለስተ ዓሰርተ ሽዱሽተ ብሓቂ እቲ ምስጢር ኣምልኾ ዓብዪ እዩ ይብለና ሕጂ ምስጢር ኣምልኾ ዓብዪ እዩ እዚ ምስጢር እዚ ግን ንዓና ብሩህ እዩ ንዓለም ግን ምስጢር እዩ ኣብ ራእይ ሓደ ዕስራ ኸኣ ምሥጢር እቶም ኣብ የማናይ ኢደይ ዝርኤኻዮም ሸውዓተ ኸዋኽብትን ናይተን ሸውዓተ ቀወምቲ ቀንዴለን ወርቅን እዚ እዩ ኢሉ ንዮሓንስ ዳሕራይ ከም ዘርኣዮ መጽሓፍ ቅዱስና የርእየና። እቶም ከዋኽብቲ ናይቶም ማሕበራት መላእኽቲ ምዃኖም እተን ቀወምቲ ቀንዴል ከኣ እተን ማሕበራት ምዃነን መጽሓፍ ቅዱስና ኣብርሂልና ኣሎ ግን ነገር ግን ንዓለም ግን ምስጢር እዩ ኣብ ራእይ ዮሃንስ ዓሰርተ ሸውዓተ ሓሙሽተ ኣብ ግንባራ ከኣ ምስጢር እታ ዓባይ ባቢሎን ኣደ ኣመናዝርን ኣደ ርክሰትን ምድርን ዝብል ጽሑፍ እዩ ይብለና ኣብ ራእይ ዓሰርተ ሸውዓተ ሸውዓተ ምስጢር እታ ሰበይትን ምስጢር እቲ ጸዊርዋ ዘሎ ሸውዓተ ርእስን ዓሰርተ ቀርንን ዘለዎ ኣራዊትን ኣነ ክነግረካ እየ በለኒ ይብለና እምበኣር ምስጢራት ብዙሕ ኣሎ ኣብ መጽሓፍ ቅዱስና እዚ ምስጢራት እዚ ግን ንዓና ኣይኮነን ምስጢር ንዓለም እዩ ምስጢር። ስለዚ ድማ ኢየሱስ ክርስቶስ ምስጢር መንግስቲ ኣምላኽ ንዓኻትኩም ተዋሂቡ እዩ፣ ንኣታቶም ግና ኣይተዋህበን እዩ። ከም ምሳሌ ክህበኩም እየ። ዘይተገልጸ ምስጢራት ከም ዘየለ ንዓና ናይ ክርስቶስ ምስ ኮንና ኩሉ ከም ዝገለጸልና ኢየሱስ ክርስቶስ ንሃዋርያት ከምዚ ኢልዎም ንስኻትኩም ኩሉ ስለ ዝነገርኩኹም ድሕሪ ደጊም ኣዕሩኸይ ኢኹም እምበር ባሮት ኣይክትበሃልኒ ባርያስ ጎይትኡ ዝገብሮ ኣይፈልጥን ንስኻትኩም ግና ኩሉ ነገርኩኹም ስለዚ ክፍለጥ ዝግብኦ ነገር ኩሉ ተገሊጽልና እዩ ምስጢር ዝበሃል እምበኣር ምስጢር እቶም ባሮት ክብል ከሎ እስከ ክርእዮ እየ ሕጂ ኣብ ማቴዎስ ዓሰርተ ሰለስተ ዓሰርተ ሓደ ተዘንበብክዋ ምፍላጥ ምስጢር መንግስተ ሰማያት ንኣኻትኩም ተዋሂቡ ኣሎ ኢሉ ኣብ ሮሜ ዓሰርተ ሽዱሽተ ዕስራን ሓሙሽተን ከኣ ከምዚ ኢሉ ሃዋርያ ጳውሎስ ነቲ ብወንጌለይን ወንጌል ንባዕሉ ምስጢር እዩ ብስብከት የሱስ ክርስቶስን ብምግሃድ እቲ ንዘለኣለም ተሰዊሩ ዝነበረ ሕጂ ግና እተገልጸ ምስጢር ወንጌል ንዘለኣለም ተገሊጹ ነይሩ ሕጂ ግን ተሰዊሩ ነይሩ ሕጂ ግና እተገልጸ ምስጢር እዩ በቲ ብጽሕፈት ነቢያቱን ብትእዛዝ እቲ ናይ ዘለኣለም ኣምላኽ ንምእዛዝ እምነት ንኹሎም ኣህዛብ እተነግረ ምስጢር ነቲ ከጽንዓኩም ዝከኣሎ ኢሉ ሕጂ ሕጂ ግና ዝተገልጸ ምስጢር እዩ ወንጌል ንዘለኣለም ተሰዊሩ ነይሩ ሕጂ ግና ዝተገልጸ ምስጢር እዩ ስለዚ እምበኣር እዚ መልኣኽ እዚ ነቲ ዝተገልጸ ምስጢር ብዛዕባኡ ብነቢያት ተዛረቡ ብዛዕባኡ እዩ ዝዛረብ ዘሎ ክፍጸም ምዃኑ እዩ ዝዛረብ ዘሎ ኣብ ኤፌሶን ሓደ ሸሞንተ ስጋብ ዓሰርተ ከምቲ ብእኡ ዝመደቦ ስምረቱ ነቲ ምስጢር ፍቃዱ እና ኣፍለጠና መንፈስ ቅዱስ ንምስጢር ፍቃዱ እና ፍለጠና እዩ ዝከይድ ድስውረልና ነገር የብልናን ማለት እዩ ስለዚ ድማ መጽሓፍ ቅዱስ እግዚኣብሄር ንባሮቱ ነቢያት ከይነገሮምሲ ሓንቲ ነገር ኣይገብርን ኢሉ መንፈስ ኣምላኽ ሎሚ ብፍላይ ኣብ ሓድሽ ኪዳን እቲ ብዛዕባ ኣምላኽ ክፍለጥ ዝግብኦ ኩሉ ተገሊጹ እዩ ስለዚ ሚስጢር ዝብሃል የብሉን ኣምላኽ ብዛዕባኡ ክገልጾ ዝግብኦ ንዓና ብዓቕምና ክንፈልጦ ዝግብኣና ኩሉ ነቲ ሚስጢር ፍቃዱ ሕጂ ውን ብመንፈስ ቅዱስ እናፍለጠና እዩ ዝኸይድ ስለዚ ሚስጢር ዝብሃል የለን ኣብ ኤፌሶን ሰለስተ ትሽዓተ ከኣ እቲ ኣብቲ ኩሉ ዝፈጠረ ኣምላኽ ካብ ዘልኣለም ተሰዊሩ ዝነበረ ሚስጢር ሓቂ እዩ ካብ ዘለኣለም ተዘዊኡ ተሰዊሩ ዝነበረ ምስጢር ንሱ ከኣ ወንጌል ክርስቶስ ንሱ ከኣ ተስፋ ኣምላኽ ክርስቶስ የሱስ ንሱ ዝነበረ ምስጢር መጋቢነት ከመይ ምዃኑ ንዅሎም ኣብርሃ ኣሕዛብ ከብርሃሎም ተዋህበኒ እምበኣር እዚ ምስጢር እዚ በሪህልና እዩ ማለት እዩ ምክንያቱ ጳውሎስ እቲ ኣገልቱ ዝነበሮ ንዘለኣለም ተሰዊሩ ዝነበረ ምስጢር መጋብነት እንታይ ምዃኑ ከብርሃሎም ምእንቲ እዩ ኤፌሶን ሽዱሽተ ዓሰርተ ትሽዓተ ምእንታይ እውን ኣፈይ ምስ ከፈትኩስ ነቲ ምስጢር ወንጌል ብትብዓት ክነግር ቃል ክወሃበኒ ሕጂ ወንጌል ንባዕሉ ምስጢር እዩ ይብለና ኣሎ ጳውሎስ ኣፈይ ምስ ከፈትኩስ ነቲ ምስጢር ወንጌል ብትብዓት ምእንቲ ምስጢር ወንጌል ምስጢር እዩ ንዓለም እዩ ግን ምስጢር ንዓና ኣይኮነን ነቲ ምስጢርስ ክዛረቦ ይብል ኣሎ ጳውሎስ ወንጌል ምስጢር እዩ ስለዚ ንነቢያት ተዛረቦም እግዚኣብሄር ንሃዋርያት ተዛረቦም ምስጢር ወንጌል እዩ ማለት እዩ ቃል ኣምላኽ እዩ ከምቲ ቃሉ እግዚኣብሄር ሕነ ክፈዲ ምዃኑ ክፈርድ ምዃኑ እዩ እዚ መልኣኽ እዚ ግዜ ከምዘየሎ ከምቲ መጀመርያ ጽንሑ ዝተባህለሎም ሕጂ ግና ክፍጸም ምዃኑ እዩ ዝዛረብ ዘሎ ኣብ ኤፌሶን ሰለስተ፣ ሓሙሽተን ሽዱሽተን ከኣ ከምዚ ይብለና፣ ከምቲ እዚ ሕጂ ነቶም ቅዱሳኑ ሃዋርያቱን ነብያቱን ብመንፈስ ዝተገልጸሎም ኮይኑ ኣብቶም ካልኦት ወለዶ ደቂ ኣዳም ኣይተፈልጠን። ማለት ኣህዛብሲ መዋርስቲ ሓደ ስጋ ብወንጌል እውን ኣብ የሱስ ክርስቶስ መማቕል ተስፋ ከምዝኾኑ ስለዚ ከምዚ ኢሉ ተገሊጹ ይፍልጥ እንዮ ሕጂ ግና ወንጌል ክግለጽ ዝግብኦ ብዛዕብኡ ተገሊጹ እዩ። እታ ሓንተወይቲ ዘንበብክዋ ቀዳማይ ጢምቴዎስ ሰለስተ ዓሰርተ ሽዱሽተ ብሓቂ እቲ ምስጢር ኣምልኾ ዓቢ እዩ ኢሉ። እዚ ምስጢር ኣምልኾ እዚ ግን እንታይ እዩ እንተ ኢልና ንሱ እቲ ብስጋ እተገልጸ ብመንፈስ ጸደቐ ንመላእኽቲ ተራእየ ኣብ ኣህዛብ ተሰብከ ኣብ ዓለም ተኣምነ ናብ ክብሪ ዓረገ እዚ እቲ ምስጢር ማለት እዩ። ስለዚ እምበኣር ምስጢር ዝብሎ ዘሎ እዚ መልኣኽ እዚ ኣብ መጽሓፍ ቅዱስና እቲ ክግለጽ ዝግብኦ ወንጌል ንዓና ግልጺ እዩ። ወንጌል ምስጢር እዩ፣ ንዓለም እዩ ምስጢር። ወንጌል ምጽኣት የሱስ ክርስቶስ ምስጢር እዩ፣ ነገር ግን ንዓለም እምበር ንዓና ግልጺ እዩ። ስለዚ ኣምላኽ እቲ ብዛዕባኡ ክንፈልጦ ዝግብኣና ከመዕርኹ ኩሉ ስለ ዝገለጸልና ኣብ ደቂ ኣዳም ዘይተገልጸ ኩሉ ሎሚ ኣብ ዘመንና ተገሊጹ እዩ። ክብሪ ንኣምላኽ ይኹን። ስለዚ እቲ ሚስጢር ተባሂሉ ዘሎ ሚስጢር የብሉን እግዚኣብሔር ምናልባት ዳሕራይ ክገልጾ እየ ክንበ ስለ ዝተባህለሉ ክንበ ዝነበሮ ክጽሕፎ ዘይኮነስ ክንበዮ ክዛረቦ እዩ ኣምላኽ ወይ ከዓ ጎይታ ዝነግሮ ዘሎ ነገር ግን ኣብኡ እንታይ ኢልዎ ኣሎ ነታ ንእሽቶ ግንጽልቲ መጽሓፍ ውሰዳ ኢሉ ከም ብሓድሽ ምስኡ ክዛረብ ከሎ ንሪኦ እምበኣር ነታ ግንጽልቲ መጽሓፍ ውሰዳ ኢሉ ከም ብሓድሽ ክዛረቦ ከሎ፣ እዛ መጽሓፍ እዚኣ ገሊኣቶም ናይ ኣምላኽ ሰባት እታ የሱስ ክርስቶስ ዝፈትሓ ማሕተም ኣብ ምዕራፍ ሽዱሽተ ዝፈትሓ መጽሓፍ እያ ይብሉ። ስለዚ እቲ መልኣኽ ሒዝዋ ነይሩ ይብሉ። ንሱ ከኣ ውሰዳ እሞ ብልዓያ፣ ንኸብድኻ መሪር ክትገብሮ እያ፣ ኣብ ኣፍካ ግና ከም መዓር ጥዕምቲ ክትከውን እያ በለኒ። መጀመርያ እዚ ቃል እዚ ንርእዮ ዘለና እዛ መጽሓፍ እዚኣ ኣብ ብሉይ ኪዳን ውን ብዙሕ ግዜ ንረኽባ ኢና። እዚ ቃል ኣምላኽ ምዃኑ ምስ በልዓ ኣብ ኣፉ ጥዕምቲ ኣብ ከብዱ ግን መራር ኮይና። ንምንታይ እያ ከምኡ ኮይና መስለኩም ቃል ኣምላኽ ክልተ ዓይነት ባህሪ ኣለዎ። ቃል ኣምላኽ እቲ ቀዳማይ ባህሪኡ ምሕረትን ጸጋን እዩ። እቲ ካልኣይ ከኣ ፍርድን ቁጥዓን እዩ። ስለዚ ክልቲኡ ባህሪ ኣምላኽ እያ ተንጸባርቕ። እዚ ቃል ኣምላኽ እዚ እንተ ደኣ ወሲድናዮ ከነስተንትኖ ምስ ርእስና ከነመሳስሎ ርእስና ምስ ቃል ኣምላኽ ከነመሳስል ከም ዝግብኣና ንዮሃንስ እቲ ቃል ውሰዶ እሞ ብልዓዮ ኣስተንትኖ ንእያሱ ነዚ ቓል ሕጊ እዚ ለይትን መዓልትን ኣስተንትኖ እምበር ካብ ኣፍካ ኣይትፍለዮ፣ ሽዑ መገድኻ ትቕንዕ እሞ፣ ክሰልጠካን ክቐንዓካን ኢልዎ። ሕጂ ንቓል ኣምላኽ ምስ ርእስና ከነስተንትኖ፣ ከነመሳስሎ ከም ዝግብኣና፣ ቓል ኣምላኽ ከኣ ክልተ ዝኣፉ ሰይፊ ይበልሕ፣ እቲ ሓደ ኣፉ ምሕረትን ጸጋን እዩ፣ እቲ ሓደ ኣፉ ከኣ ፍርድን ቁጥዓ ኣምላኽን እዩ። ስለዚ ጥዑም ዝገብሮ ምሕረትን ጸጋን እዩ፣ መሪር ዝገብሮ ከኣ ፍርድን ቁጥዓ ኣምላኽን እዩ። እግዚኣብሄር ፈራዲ እዩ። ሎሚ ምናልባት እንዝንግዖ ብዙሕ ግዜ ዘይንስበኾ ንሕና እውን ዘይንሰብኮ እግዚኣብሄር ፈራዲ ምዃኑ እዩ። እግዚኣብሄር ብርግጽ መሓሪ በዓል ዓብዪ ሳህሊ እዩ፣ ደንጋጺ እዩ፣ ነገር ግን እቲ ካልእ ባህርዩ ናይ እግዚኣብሄር ከኣ ጻድቅ ፈራዲ እዩ። ቃል ኣምላኽ እምበኣር ዝመሃር ሰብ ቃል ኣምላኽ ዘጽንዕ ሰብ ንቃል ኣምላኽ ዝበልዕ ሰብ እዚ ክልተ ባህሪ እዚ እዩ ኣብ ሂወቱ ዘንጸባርቅ ስለዚ መጽሓፍ ቅዱስና መጀመርያ ንቃል ኣምላኽ ከም መግቢ ይምስሎ። ኣብ ማቴዎስ ኣርባዕተ ኣርባዕተ የሱስ ክርስቶስ ከምዚ ኢሉ ቃል ካብ ኣፍ ኣምላኽ ብዝወጽእ ኩሉ ሰብ ካብ ኣፍ ኣምላኽ ብዝወጽእ ኩሉ ቃል እምበር ብንጌራ ጥራይ ኣይነብርን ኢሉ ኣብ ቀዳማይ ጴጥሮስ ክልተ ክልተ ከኣ ሃዋርያ ጳውሎስ ከምቶም ሕጂ ዝተወልዱ ህጻናት ነቲ ሕዋስ ዘይብሉ ጸባ ከምኡ ባህግዎ ኢሉ ስለዚ ከም ጸባ ተመሲሉሉ ኣብ ቀዳማይ ቆሮንጦስ ምዕራፍ ሰለስተ ከኣ ዕጹም ብልዒ ከም ቆልዓ ጸባ መገብኩኹም እምበር ዕጹም ብልዒ ኣይኮነን ስጋ ኣይኮነን ክብሎም ከሎ መጽሓፍ ቅዱስ ንርኢ ኣብ መዝሙር ሚእትን ዓሰርተ ትሽዓተን ሚእትን ሰለስተን ከኣ ከም መዓር ይምስሎ እምበኣር ኣብ ህዝቅኤል ምዕራፍ ሰለስተ ልክዕ ከምኡ ንረኽቦ ኣብ ምዕካፍ ሓደ ስጋብ ሰለስተ ኣብ ኤርምያስ ዓሰርተ ሓሙሽተ ዓሰርተ ሽዱሽተ እውን ከም ዘለዎ እዚ ዝመስል ሓሳብ ንረክብ ስለዚ መጽሓፍ ቅዱስና ከም መዓር ይምሰል ከም መዓር ምስ በላዕኻዮ ኣብ መጀመርያ መዓር እዩ ኣብ ከብድኻ ከኣ ሓንሳብ ሓንሳብ ዝመርር ነገር ዝመስል ታይ መጽሓፍ ቅዱስ ቃል ኣምላኽ ክልተ ባህሪ ኣለዎ እቲ ቀዳማይ ባህሪኡ ምሕረትን ጸጋን እዩ እቲ ካልኣይ ባህሪኡ ከኣ ፍርድን ቁጥዓ ኣምላኽን እዩ ስለዚ ናይ እግዚኣብሄር ቁጥዓ ክመጽእ ምዃኑ እዩ እዚ መልኣኽ እዚ እምበኣር ዝዛረብ ዘሎ እዚ መልኣኽ እዚ እምበኣር ዘጠንቅቕ ዘሎ እንታይ እዩ እቲ ግዜ ኣኺሉ እዩ ደጊም ተወዲኡ እዩ ክብል ከሎ ንሪኦ። ነታ ንእሽተይ መጽሓፍ ካብ ኢድ እቲ መልኣኽ ወሲደ በላዕክዎ፣ ኣብ ኣፈይ ከም መዓር ጠዓመትኒ፣ ምስ በላዕክዋ ግና ከብደይ መረረ እሞ፣ ከም ብሓድሽ ኣብ ልዕሊ ብዙሓት ህዝብታት፣ ኣህዛብን ቋንቋታትን ነገስታትን ክትንግበ ይግበኣካ እዩ ተባህለለይ። እዚ ክትንበ ዝብል ዘሎ ደጋጊምካ ክትዛረብ፣ ክትእውጆ። ቛንቛን ባህሊ ሕብሪ ዓሌት ከይፈለኻ ነዚ ኣውጆ እዩ ዝብሎ ዘሎ ስለዚ እምበኣር ነቲ ምስጢር ክርስ- ኣምላኽ ዝኾነ ወንጌል ኣምላኽ ንሱ ከዓ ክርስቶስ የሱስ ኣብ ኣህዛብ ኣብ ቋንቋታት ኣብ ዓሌታት ኣብ ኩሉ ህዝቢ ክንበዮ ክዛረቦ ከም ዘለዎ ኣብ ኩሎም ዓሌታት ምድሪ ክዛረቦ ከም ዘለዎ ይነግሮ ኣሎ እምበኣር ምዕራፍ ዓሰርተ ከም ዝረኣናያ ምዕራፍ ዓሰርተ ከም ዝረኣናያ እዚ መልኣኽ ብርቱዕ ካልእ ብርቱዕ መልኣኽ መጺኡ ደመና ተወንዚፉ ካብ ሰማይ ወሪዱ ሓደ እግሩ ኣብ ኣገሩ ሓደ እግሩ የማናይቲ እግሩ ኣብ ባሕሪ ጸጋሚት እግሩ ድማ ኣብ ምድሪ ረጊጹ ከም ዝጓዘመ ኣንበሳ ካልእ ዝየይጠቐስክዎ ምናልባት ኣብቲ ክፍሊ እዚ መልኣኽ እዚ ከም ናይ የሱስ ክርስቶስ ናይ ይሁዳ ኣንበሳ እዩ ተባሂሉ ዘሎ እዚ ግን ከም ኣንበሳ እዩ ዝብሎ ዘሎ ኣንበሳ ኣይበሎን ከም ዝጓዝም ኣንበሳ ምባሉ ምናልባት ኣንበሳ ኣይበሎ መጽሓፍ ቅዱስ ንድያብሎስ ውን ከብ ዝጓዝም ኣንበሳ ዝብል ይህቦ እዩ ስለዚ መልኣኽ እዚ መልኣኽ እዚ የሱስ ክርስቶስ ክኸውን ኣይክእልን እዩ እዚ መልኣኽ እዚ ግን ካልእ ከምቲ ዓንተይ ዝበልኩኹም ኣሎስ ዝብል ናይ ግሪኽ ቃል ካልእ ከምኡ ዝዓይነቱ መልኣኽ እዩ፣ እዚ መልኣኽ እዚ ኸኣ ካብ ሰማይ ወሪዱ እንደገና ንደቂ ሰባት ናይ መጨረሻ ዘመን ከም ዝበጽሐ፣ ኣምላኽ ንተስፍኡ ከም ዘይድንጉየሉ፣ ሕጂ ግዜ ከም ዘየለ ክዛረብ ከሎ ንርእዮ። ክብሪ ንኣምላኽ ይኹን። እምበኣር ሎሚ ኣብ ምውዳእይ ከዘክረኩም ዝደሊ እንታይ እዩ፣ እዘን ዝመጻ ዘለዋ ብርቱዕ ጸበባ፣ እተን ሸውዓተ ዓመት ናይ ጸበባ ግዜ ኣብ ራእይ ዮሃንስ ካብ ምዕራፍ ኣርባዕተ ክሳብ ምዕራፍ ዓሰርተ ትሽዓተ ጀም ቀጺሉ ዓሰርተ ሓሙሽተ ምዕራፍ ከባቢ ብዛዕባኡ ኢዩ ዝዛረብ ከመይ ዓይነት ብርቱዕ ጸበባ ከም ዝኸውን እዚኣ እታ ሳልሰይቲ ወዮ ምዃና ብዛዕባኣ ኢዩ ዝዛረብ ዘሎ እቲ ወዮ ምስ ተወድኣ ግን እቲ ማሕተም እቲ መለኸት ምስ ተነፍሐ ኣብ ምዕራፍ ዓሰርተ ሓሙሽተ ዓሰርተ ሽዱሽተ ክንቅጽል ከለና ድማ ካልእ ሸውዓተ መዓት ከውርድ እዩ እግዚኣብሔር ስለዚ እናበርትዐ እናበርትዐ ስቃይ ደቂ ሰባት እናበርትዐ እናበርትዐ ደም ብዙሕ ክፈስስ እዩ ብዙሕ ጥፍኣት ክኸውን እዩ ስለዚ እምበኣር ኣምላኽ ዝምህረና ዘሎ እንታይ እንተ ኢልና ግና ሕጂ ፈሊጥና ህይወትና ከነስተኻኽል ገጽ ኣምላኽ ክንደሊ ንኣምላኽ ዝመስል ህይወት ክህልወና እሞ እተጸባበ ማሕበር ክንከውን፣ ብግልና ኹነ ከም ማሕበር ናይ የሱስ ክርስቶስ እንደገና ምጽኣት እንጸባበ፣ ብተስፋ እንጸባበ፣ ብፍርሃት ኣምላኽ ዝነብሩ ኣሕዋት፣ ኣሓት፣ ኣቦታት፣ ኣዲታት ክንከውን እግዚኣብሄር ኣቐዲሙ የጠንቅቐና ኣሎ። ነገር ግን ከምቲ መልኣኽ ዝበሎ እቲ ቀዳማይ ግዜ ኣይክህሉን እዩ። ብርግጽ ግዜ ኣሎ ኢልና ክንሓስብ ከለና ክንዘናጋዕ ኢና። መጽሓፍ ቅዱስና እዚ መልኣኽ እዚ ብሕጂ ኣብቲ ዘመን እቲ እዩ ዝዛረብ ዘሎ ብርግጽ ነገር ግን ንዓና እውን ግዜ ኣይክህሉን እዩ። የሱስ ክርስቶስ ዝመጽኣሉ ዘመን ኣይንፈልጦን ኢና። ምናልባት ከም ሰራቂ እዩ ክመጽእ የሱስ ክርስቶስ ንሕና ብዘይጸበናዮ ብዘይሓሰብናዮ መዓልቲ የሱስ ክርስቶስ ነቶም ናቱ ክእክቦም እዩ ስለዚ ሽዑ ምእንቲ ከይንጠሓስ ኩሉ ሳዕ እተዳለና፣ ጐይትኡ ክመጽእ ዝጸባበ ለይትን በዓልትን ባሮት ክንከውን እግዚኣብሄር ይደልየና፣ የጠንቅቐና ኣሎ። ካልኣይ ድማ እቲ መልኣኽ ከም ዝበሎ ናብ ህዝብን ኣህዛባትን ናብ ቋንቋታትን ዓል ክትንበ ይግብኣካ እዩ። ክንንበ ክንዛረብ ይግብኣና እዩ። ምስጢር ክርስቶስ፣ ምስጢር ኣምላኽ ክርስቶስ የሱስ፣ ምስጢር ወንጌል ብጊዚኡን ብዘይጊዚኡን ክንሰብኮ ይግብኣና። ንጎረባብትና፣ ንፈተውትና፣ ንዓሌትና፣ ነቦታትና፣ ነዲታትና ወንጌል ክንነግሮም ይግብኣና። እቲ ክድሕንሉ ዝግብኦም ወንጌል ክንእውጆ፣ ክንንበዮ ይግብኣና። ስለዚ እምበኣር ንሕና ንህይወትና ጊዜ ስለዘየለ ክንጥንቀቕ ይግብኣና። ነቶም ኣብ ምጥንቃቕ ዘየለዉ ናብ ምድሓን ዘይመጹ ድማ ክንንበየሎም ክንነግሮም ሓቂ ከነፍልጦም እግዚኣብሄር ብቓሉ ይምህረና ኣሎ እግዚኣብሄር ይመስገን ዝመጽእ ዘሎ ምዕራፍ ዓሰርተ ሓደ ክንመሃር ኢና ክብሪ ንኣምላኹን ሎማዓንቲ ትምህርተይ ኣብዚ ኩዲኤ ሓቢርና ክንጽሊ ኢና ክብሪ ንኣምላኹን ጎይታ ባርኽ የሱስ ክርስቶስ ጎይታ እዩ ክልተ ምዕራፍ ብሓንሳብ ክንመሃር ሓሲበ ግን ኣጸቢቑ ክነውሕ ስለ ዝደለኹዎ በብሓንቲ ምዕራፍ ክንመሃር ኢና ክብሪ ንኣምላኽ ይኹን ጎይታ ስለ ዝኣጋ ምሸት ተመስገን ስለ ኣሕዋት ኣሓት ተመስገን ስለ ቃልካን ስለ መንፈስካን ተመስገን ስለ ኣገልገልትኻ ተመስገን ኣባኻ ንምዕቆብ ኣለና ጽባሕ ኣብዚ ሰዓት ሰለስተን ፈርቓን ክንእከብ ከለና ውን እግዚኣብሄር ንስኻ ቀድመና ንህዝብኻ ቀድሞ እግዚኣብሄር ብዝሰማዕናዮ ቃል ባርኸና ብቃልካ ናብ ገዛእ ርእስኻ ሳሓበና። እግዚኣብሄር ይባርኽኩም እግዚኣብሄር ገጹ የብርሃልኩም እግዚኣብሄር ሰላሙ ይሃብኩም ጸጋ ጎይትናን መድሓኒናን የሱስ ክርስቶስ ፍቅሪ ኣምላኽ ሕብረት መንፈስ ቅዱስ ምስ ኩላትኩም ይኹን ተባረኹ እግዚኣብሄር ይባርኩም ብሩኽ ኣጋ ምሸት ሰላም ኣምላኽ ምሳኹም ይኹን።